ብዙሓት ሰባት ብዘይ ዕላማ፣ ብዘይ ምርሒት፣ ብዘይ ሓጎስ ኣብ ዘለዉዎ ህይወት ይንከራተቱ። ንምንታይ ሕጉሳት ከም ዘይኰኑ ድማ ክፈልጡ ኣይጽዕሩን። እቲ ሓጐስ ንኽስእንሉ ዝገበሮም፣ ኣተሓሳስባኦምን ምርጫኦምን እዩ። ንምጽናዕን ንምስትኽኻልን ኣይጽዕሩን እዮም። ይኹን እምበር፣ ከምዚ እንተ ትገብሩ ነይሮም፣ ነገራቶም ኵሉ ክግምጠል ይኽእል እዩ ነይሩ። ብዙሓት ሰባት ውሱን ዝዀነ ህይወት እዩ ዘለዎም፣ በዚ ምኽንያት ድማ ህይወቶም ዝተገደበ ይኸውን። ህይወት ከባድን ፈታኒትን ብሓዘንን ብመከራን ዝተመልአት ብምዃና ይኣምኑ። ይኹን እምበር፣ እንተ ዝርድእዎን እንተ ዝፈልጥዎን ነይሮም እኮ እቲ ዝበለጸ መዓልታት ኣብ ቀረብኦም እዩ ዘሎ። ኣብ ክንዲ በቲ ናይ ብሓቂ መንነቶም ዝግለጹ፣ ብናይ ካልኦት ህይወት እንዳስተንተኑ ሓደ መዓልቲ ሓደ ሰብ መጺኡ ካብቲ ዘለዉዎ ህይወት ከውጾም ይጽበዩ። ሓጎሶም በቲ ዝኸውንን ዝፍጠርን ነገር ዝተመስረተ እዩ። ኩነታት ስለ ዝቆጻጸሮም ብኩነታት ህይወቶም ይናወጽ። ኣብ ናይ ሎሚ መደብ ዘቕርበልኩም ህይወትኩም ክትቆጻጸርሉ እትኽእሉ ብጣዕሚ ብጣዕሚ ኣገደስቲ ዝኾኑ ክትናወጹ ዘየኽእለኩም ኩነታት ክንርኢ ኢና ክሳብ መወዳእታ ምሳይ ጽንሑ። ቅድሚኡ ግን ዝፈትወኩም ናብዚ ቻነል ሓደሽቲ ዘለኹም ሳብስክራይብ ክትገብሩ ነቲ በቢ ጊዜኡ ዝፍንወልኩም ኣነቓቕሒ ቪድዮታት መሃሪ ቪድዮታት ከየምልጠኩም መታን ነታ ናይ ቃጭል ምልክት ጠውቑዋ ኢኹም ሰናይ ምክትታል። ቀዳማይ ኩነታት ዘጋጠመ የጋጥም ዋላ ይለዋወጥ ንስምዒተይ ዝቆጻጸሮ ኣነ'የ በል። እዚ ሓደ ኻብቶም ዓበይቲ ምስጢራት ናይ ህይወት ኪኸውን እንከሎ፣ ብዙሓት ሰባት፣ ብፍልጠት ዝነቕሑ ሰባት፣ ዚጥቀሙሉ ዘለዉ ሜላ እዩ። ገሊኦም ሰባት ግን ብዚጠቅምን ዘይጠቅምን ኪጭነቑ፣ ዘይሕጉሳት ኰይኖም ይነብሩ። ስምዒቶም ተመሊሱ ኪቈጻጸሮም ስለ ዝፈቐዱ እዮም። ግን እዞም ሰባት እዚኦም ብሓቂ ኣብ ህይወቶም ዘይሕጉሳት ዚገብሮም እንታይ እዩ? ካብቲ ዚገርም፣ ብሓቂ ነዞም ሰባት እዚኦም ሰላም ዘይህቦም፣ ሓጎስ ዘስእኖ መዓልታዊ ኣብ ህይወት ንነፍሲ ወከፍ ዘጋጥሞ ንኣሽቱ ዘይጠቕሙ ሽግራት ወይ ከኣ ድሌታት እዮም። ንኣብነት ሓደ ሰብ ካብቲ ዝኸዶ ዘሎ መንገዲ ዝዓግቶ ሰብ ምስ ዝመጽእ በቲ ዘጋጠሞ ተጻብኦ ስምዒቱ ሕማቕ መዓልቲ ከም ዝውዕል እገብሮ። ወይ ድማ ዝኾነ ሰብ መጺኡ ሕማቕ ቃላት ምስ ዝዛረቦ ንሰሙናት ዝኣክል ኣብ ኣእምሮኦም የሰላስልዎ። ርኢኹም፣ እዞም ሰባት እዚኦም ኣብ ልዕሊ ስምዒቶም ዋላ ሓደ ቁጽጽር የብሎምን። በዚ ምኽንያት ድማ ልክዕ ከም ኩነታት ኣየር ክለዋወጡ ንሪኦም። እቲ ቁልፍን መፍትሕን ግን ንስምዒትካ ክትቆጻጸር ከም ትኽእል እምነት ምስ ዝህልወካ እዩ። ሓደ ሓይሊ ትምላእ፣ ኣብ ገዛእ ርእስኻ ምቁጽጻር ይህልወካ። ንዓኻ ናብ ሓዘን ዝወስድ ሓጎስ ዝኸልኣካ ሓይሊ ከም ዘሎ ትፈልጥ። ነዚ ንምግባር ዘድልየካ ሓሳባት ጠራይ እዩ። ንነፍሲ ወከፍ ትርጉም ዘለዎ ንምውሳን ዓቕሚ ትለማመድ። ስለዚ ብዝተፈላለየ መንገዲ ነቲ ዘሐጉስ መንገዲ ክትመርጽ ትኽእል። ካልእ ድማ ዝሓሸ ኩነታት ንምስዓብ ትጅምር። እቲ ዝሓሸ ዓቕምኻ ምጥቃም ምስ ትጅምር እቲ ዝሓሸ ዝበሃል ነገር ናባኻ ይሰሓብ። ኣብ ከባቢኻ ዘሎ ዝሓሸ ዝበሃል ነገራት ክተስተውዕለሎም ትጅምር። ነዚ ነገር እዚ መዓልታዊ ኣብ ገዛእ ርእስኻ ከም ትደጋግሞ ቃል እተው። በዚ ምኽንያት ድማ መዓልትኻ ብሓጐስ ጀምሮ። ኣብቲ ጽቡቕ ዝበሃል ኵነታት ድማ ክትነብር ክትጅምር ኢኻ። ካልኣይ ድማ ንኸመስግን ብዙሕ ምኽንያት ኣለኒ በል። እዚ ዝዀነ ሰብ ብቐሊሉ ዝርድኦ ሓቂ ኢዩ። እቶም ሕጉሳት ዝበሃሉ ሰባት ካብቶም ዘይሕጉሳት ክነጻጸሩ ከለዉ ንሳቶም ብዝበለጸ ኣድነቕትን ኣመስገንትን እዮም። ብዙሕ ግዜ ብንእሽቶይ ነገር እንተድኣ ዘይትሕጎስ ኮይንካ፣ ብዙሕ ነገር ምስ ትረክብ እውን ምሕጓስ ኣይትኽእልን። ነዚ እንተ ፈሊጥካ፣ ንብረት፣ ዝና ምጥራይ ሓጎስ ከም ዘይህበካ ክትርዳእ ኢኻ። ኩሉ ነገር ግዝያውን ዘይውዳእ ሓጎስ ከም ዘይህበካን ንስምዒትካ ከተእምኖ ኣለካ። ምኽንያቱ ናይዚ ኩሉ መበገሲ ስምዒት እዩ። በቲ ዘለካ ነገር ሃዲእካ ኣመስግን፣ ኣብ መንነትካ ልዕልና ክትረክብ ኢኻ። ሳልሳይ፣ ገዛእ ርእስኻ ምዃን፣ ትኽክለኛ ሰባት ናብ ህይወትካ ይሰሓቡ። ኣብዛ ምድሪ ናይ ወዲ ሰብ እቲ ቀንዲ ዘሕዝን ተግባር፣ መንነቶም ምስ ዓለም ከወሃህዱ ኢሎም ዝልወጥዎ ጽቡቕ ዘይኮነ ከይዲ እዩ። ከም ካልእ ሰብ ምዃን፣ ምስ ካልኦት ብዝሓሸ መንገዲ ክሰማምዑን ብኻልኦት ክንፍቶ ይገብረና እዩ ኢሎም ይኣምኑ። እቲ ሓቂ ግን ንኻልእ ሰብ ምምሳል ወይ ከኣ መንነትካ ምቕያር ሰባት ናብ ህይወትካ ብፍጹም ምስሓብ ኣይትኽእልን። ገዛእ ርእስኻ ኩን። ገዛእ ርእስኻ ምስ ትኸውን እቶም ጥዑያት ዝበሃሉ ሰባት ናብ ህይወትካ ክመጹ ክጅምሩ እዮም። እቶም ጥዑያት ሰባት ትኽክለኛ ሓቀኛ መንነትካ ክፈትውዎ እዮም ራፍ ዋልዶ ኤሜርሰን ሓደ እዋን ከምዚ ኢሉ ኣብዚ ብዘይ ምቁራጽ ንኸምስል ዝጽዕር ዓለም ገዛእ ርእስኻ ምዃን ምፍታን ዓቢ ዓወት እዩ ገዛእ ርእስኻ ንምዃን ድፍረት ሃልኻ ኩሉ ግዜ ነዚ ንምግባር እምነት ሃልኻ ሸዑ ጥዑያት ዝበሃሉ ሰባት ኩነታትካ ኣካይዳኻ ሪኦም ናብ ህይወትካ ክመጹን ክውሕዙን ክጅምሩ እዮም። ራብዓይ፣ ኣነ ዝኾነ ዓይነት ነገር ምግባር ይኽእል እየ በል። ዕዉታት ሰባት ነቲ ንሳቶም ናተይ ኢሎም ዝኣምኑሉ ክኸውን ይኽእል እዩ ኢሎም ይብገሱ። ዝኾነ ነገር ክትገብር ከም ትኽእል ብምእማን ኣብ ህይወት ውሽጢ እንታይ ክትገብር ከም ትኽእል እስከ ሕሰብ። ከምኡ ድማ እመን፣ ናይ ዓወት ምስጢር ካብቲ ኹሉ ይኽእል እየ ዝብል እምነት እዩ ዝጅምር። ስለዚ ነዚ ፍለጥ፣ ነቲ ትኣምነሉ ነገር ድማ ኣብ ተግባር ግበሮ። ኣብቲ ዘለካ ሕልሚ መሰረት ብምግባር ውጥን ኣውጽእ። በቲ ዘውጻኻዮ ውጥን መሰረት ድማ ስራሕ። ሽዑ ኣብ ኢድካ ይእትዎ። ነቲ ክልውጦ እየ ኢልካ ዝሓዝካዮ ነገር ክትገብሮ ከም ትኽእል እመን እሞ ናብ ቅድሚት ኪድ። ሓምሻይ፣ ርሕሩሕ ምዃን። ኩሉ ግዜ ይስዕር እዩ። ሓደ ሓደ ሰባት ርሕሩሕ ምዃን ድኽመት ምዃን ይኣምኑ። ርሕሩሓት ሰባት ከም መጠቀሚ ሰባትን መሰጋገሪ ከም ዝኾኑ ይኣምኑ። ነዚ ድማ ቅድሚ ብዙሕ ዓመታት ዘጋጠሞም ዝኾነ ነገር ኣምጺኦም ከም ኣብነት ይጠቕሱ። ምሉእ ልቦምን ህይወቶምን ሂቦሞም ዝነበሩ ሰባት ክሒዶም እምነቶም ሴሮም ልቦም ኣቕሒሮም ከም ዝኸዱ ይነግሩ እሞ፣ ስለዚ ድማ ኩሉ ግዜ ርሕሩሕ ምዃን ንዕኦም ከምዚ ከም ዘጋጥሞም ይኣምኑ። ሓደ ሰብ ኣብቲ ንስኻ እትኸደሉ ዘለኻ መንገዲ መጺኡ ምስ ዝዓግተካ፣ ብሰንኪ እዚ ሰብ'ዚ ጉዕዞኻ ደው ከተብል ኣይተፍቅድን ኢኻ ምሽ? ርኢኻ ካብ መንገድኻ ከም ትተዓናቐፍ ዝገበረካ እቲ እግሪ ጉዕዞ ኣይኮነን። እንታይ ደኣ እቲ ሕያዋይ ዘይኮነ ሰብ እዩ። ብርግጽ ኣብ ህይወት ሓደ ሓደ ሰባት ኣነዋሪ ተግባር ክገብሩኻ ይኽእሉ እዮም። በዚ ምኽንያት ግን ኩሉ ሰብ ብሓፈሻ በዚ መልክዕ ክትርእዮም ኣለካ ማለት ኣይኮነን። ንስኻ ርሕሩሕ ዝኾንካ ገለ ጥቕሚ ካብ ሰብ ክትረክብ ደሊኻ ኣይኮንካን። እንታይ ደኣ መንነትካ ስለ ዝኾነ'ዩ። ርህሩሃት ሰባት ብናይ መን ዓይኒ ይማረኹ እንተ ኢልካ ሓሲብካ? በቶም ርህሩሃት ሰባት ወይ በቶም ቅድሚ ነዊሕ እዋን ርህሩሃት ዝነበሩ ርህሩሃት ስለ ዝኾኑ ብኻልኦት ሰባት ዝተጎድኡ እሞ ሕጂ ከኣ ርህሩሃት ንኽኾኑ ፍቓደኛታት ዘይኮኑ ሰባት በየን እዮም ዝሰሓቡ? በቶም ርህሩሃት ሰባት እዮም ዝሰሓቡ። ከምቶም ርህሩሃት ሰባት ንዓኻ ክከናኸኑኻ ትደልዮም፣ ንስኻ እውን ንኻልኦት ርህሩህ ኩን። ካብኣቶም ገለ ጥቕሚ ደሊኻ ዘይኰነስ፣ ዋላ ንእሽተይ ትኹን ንኻልእ ሰብ ጽቡቕ ምስ ትገብር፣ ኣብ ዓለም ገለ ንእሽተይ ነገር ተበርክት እሞ፣ ዓለም ድማ ሓዳሽ ቦታ ከም ትኸውን ንዓኻ እመን። ሻድሻይ ኵሉ ነገር ንበረኸት ወይ ድማ ንትምህርቲ እዩ በል። ኵላትና ኣሸጋሪ እዋን ኣሕሊፍና ኢና። ከምኡ'ውን ብጣዕሚ ብውሽጢ ኣጸጋሚ ኩነታት ዝሓለፉ ሓደ ሓደ ሰባት እንተኾኑ'ኳ ካብዚ ሕልፍ ዝበለ ድማ ከም ገሃንም ዕሙቕ ዝበለ ኣብ መከራ ውሽጢ ዝሓለፉን ዝሓልፉ ዘለዉ ሰባት ብዘገርም ርድኢት እዚ ኩሉ ዝወርደኒ ዘሎ ንትምህርቲ ወይ ከኣ ንበረኸት'ዩ ኢሎም ዝኣምኑ'ዮም ኣብ ከቢድ ሕማም ዘለዉ ወይ ድማ ካብ ዝኸፍኣ በደልን ሓደጋን ዝተረፉ ሰባት እስከ ሕሰቡ ብጣዕሚ ብውሽጢ ዘሰቅቅ ዓይነት ሕማም ይሓልፉ ይሃልዉ እምበር በቲ ዘጋጠሞም ስቃይን ሕማምን ኣብ ሂወት ዘለዎም ኣረኣእያ ይቅየር ሓድሽ ዝኮነ ፍቅርን ስምዒትን ዕላማን ሒዞም ብተመሳሳሊ መከራ ውሽጢ እናሓለፉ ንካልኦት ሰባት ንምርዳእ ወይ ከዓ ንምሕጋዝ ይትስኡ። ካብ ዝሓለፈ ሂወትካ ትምህርቲ ምምሃር ትክእል ኢካ እዚ ኩነታት ክትጥቀመሉ ትክእል ኢካ። ንስኻ ብዝያዳ ብርቱዕን ዝሓሸ ሰብን ክትከውን፣ ብዝበለጸ ርህሩህ ሰብ ንኽትከውን ከም ትኽእል እመን። ሻብዓይ፣ ናተይ ምሩጽ ነገራት ገና እንዳ መጸ'ዩ ኢልካ እመን። ዝሓሸ መጻኢየይ ገና እናመጸ'ዩ እንዳበልካ ምስ ትኣምን፣ ብተስፋ ዝተመልአ ሎሚ ብዓወት ሓሊፍካ፣ ንጽባሕ ዝሓሸ ዓወት ትጽበ ሰብ ትኸውን። እስከ ገምት ከምዚ ምስ ዝኸውን ኢልካ። ናተይ ዝሓሸ መጻኢ ገና እንዳ መጸ ኢዩ። ኩሉ ግዜ ምሸት ምሸት ንገዛእ ርእስኻ ኣብ መስትያት ተመልከት። ኣብ ሂወተይ ገና ብሉጽ ዝኾነ ግዜ ይመጽእ ኣሎ ኢልካ ንገሮ። ነዚ ከኣ ብእምነት ግበሮን ንበሮን። ነዚኦም ዝጸዋዕናዮም ሸውዓተ እምነታት ተቐበሎም። ሂወትካን ከባቢኻን ከመይ ከም ዝልወጥ ክትርኢ ኢኻ። ፍቱዋት፣ በዚ ዘቕረብኩልኩም ትምህርታዊ ቪድዮታት ህይወትኩም ከም ትቕይሩ ይኣምን። ኣብታ ትመጽእ መሃሪት ቪድዮ ክሳብ ንራኸብ ሰላምኩም ይብዛሕ፣ ሰሰናዩ ንዓኹም። ብሰላም ጽንሑ፣ ህይወትኩም ድማ ብንቕሓት ምርሕዋ ኢኹም።